እስራኤል ንዓይ ንእግዚኣብሄር ተቐዲስኪ ዝተፈለኺ ነበርኪ፣ በዅሪ ቆውዐይ ነበርኪ፣ ዝጐዳእኩኺ ንዘበሉ ዝጐድኡኺ ንዘበሉ ዅሎም ከኣ ሕሰም ኣውረድኩሎም፣ ኣነ እግዚኣብሄር ተዛሪበ ኣሎኹ። ኣነ ድማ ፍረኣን ሃብታን ምእንቲ ክበልዑ ናብ ፈራዪ ምድርን ናብ ፈራይት ምድሪ ኣእተኹዎም፣ ንሳቶም ግና ኣብኣ ምስ ኣተዉ ንምድረይ ኣባደምዋ፣ ንርስተይ እውን ኣርከስዋ። ካህናት እግዚኣብሔር ኣበይ ኣሎ ኢሎም ኣይሓተቱለይን፣ መምህራን ሕጊ ድማ ኣይፈለጡንን፣ መራሕቲ ህዝቢውን ጠለሙኒ። ነቢያት ብስም ጣዖት በዓል ተነበዩ፣ ነቶም ከንቱ ዝኾኑ ጣዖታት ከኣ ሰገዱሎም። ህዝበይ ንዓይ ፈልፋሊ ማይ ሕይወት ንዝኾንኩ ብምሕዳጎምን፣ ንርእሶም ከኣ ማይ ዘየዕቁር ነቓዕ ሓጽብታት ብምኹዓቶምን ክልተ ሓጢኣት ገይሮም እዮም እሞ፣ ኣቱም ሰማያት፣ በዚ እቶም ሰማያት በዚ ተገረሙ፣ ሰንብዱ፣ ኣዚኹምን ራዕራዕ በሉ፣ ኣነ እግዚኣብሔር ተዛሪበ ኣሎኹ። ካብ መዝሙር ሰላሳን ሽዱሽተን ክፍኣት ወዲ ሰብ ሓጢኣት ንኽፉእ ሰብ ኣብ ውሽጢ ልቡ ይዛረቦ፣ ፍርሃት እግዚኣብሄር ዝብልዎ ድማ የብሉን። ንሱ ንገዛእ ርእሱ ኣዕብዩ ስለ ዝሓስባ፣ እግዚኣብሄር ሓጢኣት ከም ዝገበርኩ ኣይፈልጥን እዩ፣ ስለዚ ኣይኩንነንን እዩ ይብል። ዝዛረቦ ዅሉ እከይን ጥልመትን እዩ፣ ምስትውዓል ዝመልኦን ሰናይ ምግባርን ሓዲግዎ እዩ። ኣብ ምድቃሱ ኽፍኣት ይፍሕስ፣ ብእከይቲ መገዲ ይኸይድ። ንእከይ ኣይጽየፎን እዩ። ኦ እግዚኣብሔር ምሕረትካ ክሳዕ ሰማያት ልዕል ዝበለ እዩ፣ ሓቀኛ ምዃንካ ክሳዕ ጠፈር ዝበጽሕ እዩ። ወኣምላኽ ጽድቅኻ ከም እምባታት ልዑል እዩ፣ ቅንዕናኻ ከም ባሕሪ ዓሚቕ እዩ። ኦ እግዚኣብሔር ንሰብን ንእንስሳን እተድሕኖም ንስኻ ኢኻ፣ ወኣምላኽ ምሕረትካ ክንደይ ክቡር እዩ። ደቂ ሰብ ከኣ ኣብ ትሕቲ ኣኽናፍካ የጽልሉ፣ ብሃብቲ ቤትካ ተጽግቦም፣ ብወሓዚ ለውሃትካ ተርውዮም። መበቆል ህይወት ንስኻ ኢኻ፣ ብብርሃንካ ብርሃን ንርኢ ኣሎና። ነቶም ዝፈልጡኻ ምሕረትካ፣ ነቶም ቅኑዓት ልቢ ጻድቕካ ጽድቅኻ ወስኸሎም። ዕቡያት ሰባት ከጥቅዑኒ፣ ክፉኣት ሰባት ድማ ክሰጉኒ ኣይተፍቅደሎም። እንሆ እቶም ገበርቲ እከይ ወደቑ፣ ክትንስኡ ኸኣ ኣይክእሉን። ናይ ሎም ወንጌል ካብ ወንጌል ማቴዎስ ካብ ምዕራፍ ዓሰርቶ ሰለስተ ካብ ፍቕዲ ዓሰርተ የሱስ ስለምንታይ ብምስላ ከም ዝተዛረበ ደቂ መዛሙርቱ ቐሪቦም ስለምንታይ ኢኻ ብምስላ ትዛረብ ዘሎኻ በልዎ። የሱስ ከኣ መሊሱ ኸም ዝበሎም ምፍላጥ ምስጢር መንግስተ ሰማያት ንኣኻትኩም ተዋሂቡ ኣሎ፣ ንኣታቶም ግና ኣይተዋህቦምን። ንዘለዎ ይውሃቦ ይበዝሓሉ እውን፣ ንዘይብሉ ግና እታ እቲ ዘለዎ እኳ የግድፍዎ። እናረኣዩ ኣይርእዩን፣ እናሰምዑ ኣየስተውዕሉን እዮም እሞ፣ ስለዚ እየ ብምስላ ዝዛረብ ዘለኹ። በእዛኖም ከይሰምዑ ኣእዛኖም ኣጽምሙ፣ በዒንቶም ከይርእዩ ኣዒንቶም ዓመቱ፣ ብልቦም ከየስተውዕሉ ከይምለሱ ኣነ ውን ከየሕውዮምሲ ልቢ እዚ ህዝቢ እዚ ተሪር እዩ እሞ ልቢ እዚ ህዝቢ እዚ ተሪር እዩ እሞ ምስማዕ ትሰምዑ ኢኹም ኣይተስተውዕሉን ምርኣይ ትርእዩ ኢኹም ኣይተስተብህሉን ኢኹም ዝብል ትንቢት ኢሳያስ ኣባታቶም ይፍጸም ኣሎ። ኣዒንትኹም ግና ይርእያ፣ ኣእዛንኩም እውን ይሰምዓ ኣለዋ እሞ ብፁዓን ኢኹም። ከመይ ብዙሓት ነቢያትን ጻድቃንን ነዚ ንስኻትኩም እትርእይዎ ዘለኹም ክርእይዎ ተመነይዎ ተመንዮም ከም ዘይረኣይዎ፣ ነዚ ንስኻትኩም ትሰምዕዎ ዘለኹም ክሰምዕዎ ተመንዮም ከም ዘይሰምዕዎ ብሓቂ እብለኩም ኣለኹ። እዚ ብስራት ወንጌል ጎይታና እዩ። ብሓቂ ፍቁራት ኣሕዋተይን ሓተይን ምርኣይ ምስማዕ ይብልቲ ወንጌል ኣማን ብኣማንቲ ናይ ሓቂ ምርኣይ ብልብና ኢና ንርኢ እቲ ናይ ሓቂ ምስማዕ ብልብና ኢና ንሰምዕ እዛና ክሰምዖ ይኽእል ናብ ልብና እንተ ዘይወረደ ፍቁራት ኣሕዋተይን ሓደይን ሓተይን በቲ ሓደ እዝንና ይኸይድ ዕዒንትና እውን ክርዮ ይኽእል መብዛሕትኡ ግዜ እቲ ዝርዮ ከዓ ዕዒንትና እቲ ዝደለዮ እዩ ፍቁራት ኣሕዋተይን ሓተይን ስለዚ በዚ ምክንያት እዚ እቲ ምስማዕ ናይ ልቢ ልቢ እዚ ህዝቢ እዚ ይብሉ ኢሉ እዩ ዝዛዝሞ ተሪር እዩ እሞ ብልቢ ኣይሰምዕን ብልቢ ኣይርእይን ዝርእዩ ዘሎ ዝመስል ምርኣይ ምስ ትርእዩ ኢኹም ኣይተስተብህሉን ምስማዕ ትሰምዑ ኢኹም ኣይተስተውዕሉሉን ስለዚ ምስትውዓል የለን ምስትብሃል የለን ብልቢ እንተ ዘይረኣና ብልቢ እንተ ዘይሰማዕና ፍቁራት ኣሕዋተይን ሓተይን ቅድሚ ናብቲ መዛዘሚ ምምፀይ እዚ ኸ እንታይ ይፈጥረልና እቲ ኣብ ምስማዕ እዩ ዘሎ እቲ ምእዛዝ እንተ ደኣ ሰማዕና ብልብና እንተ ደኣ ሰማዕና ነቲ ፍቓድ ኣምላኽ ፍቕሪ እዩ ንሱ ንዑ ባህ ኢሉና ንገብሮ ፍቁራት ኣሕዋተይን ሓተይን ንእዘዞ እዚ ግን ልቢ እንተሰምዐ እዩ ልቢ እንተ ዘይሰምዐ ግን ኣይነስተብህለሉን ኣይንሪኦን ስለዚ ኩሉ እቲ ሓጢኣት ዝበሃል ዘሎ ካብ ዘይምስማዕ ዝመፅእ እዩ ዘይምእዛዝ ካብ ዘይምስማዕ እቲ ብፍላይ እቲ ትእዛዝ ፍቕሪ እንተ ኮይኑ ጥዑም ነገር እንተ ኮይኑ ፅቡቕ ነገር እንተ ኮይኑ ትእዛዝ ንብሎ ዘለና ፍቕሪ ኣምላኽ እዩ ኩለንትናና ፍቕሪ ብፃይ ከም ሓውናን ሓፍትናን ከም ገዛእ ርእስና ከነፍቅሮ እዩ እቲ ትእዛዝ ክኸብደናስ ኣንበይ ምተገበ ስለምንታይ ደኣ እዩ ዝኸብደና ዘሎ እቲ ብልብና ንሰምዖ ስለ ዘየሎና እዩ ፍቁራት ኣሕዋት ንልብናስ ኣይረትዖን ዘሎ ምክንያቱ ልቢ እንተ ተረትዐ ብልቢ እንተረኣና ብልቢ እንተሰማዕና እዩ እቲ መሓውርና ዝእዘዝ ነቲ ልሳንና እውን ዝእዘዝ ብኡ ከዓ እቲ ፍቅሪ ብተግባራት ኮነ ብልሳን ክግለጽ ይኽእል ፍቁራት ኣሕዋተይን ሓተይን ነዚ ክገልጽ እቲ ነቢይ እንታይ ይብል? ነቢይ ኤርምያስ ክሕደት እስራኤል እምበኣርከስ ክልተ ሓጢኣት እዩ ይብሎ። ህዝበይ ንዓይ ፈልፋሊ ማይ ህይወት ንዝኾንኩ ብምሕዳግኩምን ንርእሶም ከኣ ማይ ዘየዕቁር ነቓዕ ሓጽብታት ብምኹዓቶምን ክልተ ሓጢኣት ገይሮም እዮም እሞ ኣቱም ሰማያት በዚ ተገረሙ። ሰንብዱ ኣዚኹም ውን ራዕራዕ በሉ ኣነ እግዚኣብሄር ተዛሪበ ኣለኹ ይብል እንታይ ግዳ እቲ ዕፅፊ ዝገብሮ ዘሎ ነዚ ነዚ በደል እዚ ክልተ ሓጢኣት ዝገብሮ ዘሎ እንታይ እዩ ሓደ ነቲ ፈልፋሊ ማይ ኢና ንነፅጎ ዘለና ምኸነ ከማይ ኣምላኽ ወሓዚ ህይወት እዩ ወሓዚ ፍቕሪ እዩ ወሓዚ ብርሃን እዩ ንዕኡ ንዓይ ንፈልፋሊ ማይ ህይወት ንዝኾንኩ ብምሕዳኩምን ስለዚ ዝድሮ ዝሓደ ሓጢኣት እዩ ካልኣይ ሓጢኣት ከዓ ማይ ዘይዕቁር ነቓዕ ሓፅብታት ብምኹዓትኩምን ማይ እውን ዘይብሉ ንሱ ከኣ እቲ ካልኣይ ውድቀት ወይ ከኣ እቲ ካልኣት ሓጢኣት እዩ ፍቁራት ኣሕዋተይን ሓተይን እዚ ብህዝቢ እስራኤል ተባሂሉ ዘሎ ኣብ ኩሎም ህዝብታት ንገብሮ ዘለና እዩ ይምሓረና ይምሓረና ይምሓረና ፍቁራት ኣሕዋተይን ሓተይን ንሱ ከኣ ይነግሮ ብካልእ ኣማልኽቲ ትኸዱ ይብሎም ናብ ካልእ ኣማልኽቲ ትሰርሑ ናብኡ ገጽኩም ነቓዕ ዘይንቑዕ ማይ ዘይቆፅር ነቓዕ ሓፅብታት ብምክንያት ጣኦታት ክገልፆ ከሎ ንርኢ እቶም ካህናት ኣበይ እግዚኣብሔር ኣሎ ኢሎም ኣሓተቱለይን ይብል መምህራን ሕጊ ድማ ኣይፈለጡንን መራሕቲ ህዝቢ ድኻ ጠለሙኒ ነቢያት ከዓ ብስም ጣዖት በዓል ተነበዩ ካልእ ኣምልኾ ጣዖት ነቶም ከንቱ ዝኾኑ ጣዖታት ከዓ ሰገድሎም ይብል ነቢ ኤርምያስ ኣብዚ እዋንና እውን ፍቁራት ኣሕዋተይን ሓትን ረቐቕ ዝበሉ ከምቶም ናይ ቀደም ጣዖታት ዝረኣዩ ይኮኑን ርቕቕ ዝበሉ ስርዓታት ኣለዉ። ጥሪትን ንብረትን ክብረትን ሽመትን ምእንቲ ክንረክብ እንጽግዖም። ልባትና ብኣምላኽ ይኣምን ምዃኑ ከነረጋግጽ ፍቁራት ኣሕዋተይን ሓትን ክንፍትሾስ ኣሎና። ናተይ ልቢ ኣነ ንስኻ ብሩኽ ሓወይ ልብኻ ንስኺ ብርኽቲ ሓውተይ ንልብኺ ከመይ ኣበይ ንውከል? ኣበይ ንኣምን ኣበይ ንተኣማመን ኣሎና ኣብ ምንታይ እቲ ንውከለሉ ዘሎና ጥሪትናን ንብረትናን ክብረትናን ሽመትናን እንተ ኮይኑ ፍቁራት ኣሕዋተይን ሓተይን ኣብ ርቕቕ ዝበለ ኣምልኾ ጣዖት ኣሎና ማለት እዩ ኣብቲ ህያው ኣምላኽ ኣብቲ ነቢ ኤርምያስ ገሊጽዎ ዘሎ ፈልፋሊ ማይ ህይወት ወሓዚ ህይወት ወሓዚ ፍቕሪ ወሓዚ ብርሃን ናብኡ ንኽንመጽእ ፍቁራት ኣሕዋተይን ሓተይን እቲ ወንጌል ይጽውዓና ከመይ ጎይታናን መድሓኒናን ተስፋናን የሱስ ክርስቶስ ምስ መጸ እሞ ኸኣ ዘይሰምዑ ኮይኖም ምስ ረኸቦም እቲ ዝብሎ ዘሎ ንነቢ ኢሳያስ ገሊጹ ንስማዓዮ ንነቢ ኢሳያስ ገሊጹ እዚኦም ስተ ዘይርእዩ ዘይሰምዑ ተሪር ዝኽሳዱ ህዝቢ እዩ ምስ በለ ልቢ እዚ ህዝቢ እዚ ተሪር እዩ እሞ ምስማዕስ ትሰምዑ ኢኹም፣ ኣይተስተውዕሉን፣ ምስትውዓል የልቦን፣ ምርኣይስ ትርእዩ ኢኹም፣ ኣይተስተብህልዎን ኢኹም ዝብል ትንቢት ኢሳያስ ኣብዚኣቶም ይፍጸም ኣሎ ምስ በለ፣ ነቶም ዝሰምዕዎ ዘለዉ ግን ብልቦም ንዝተኸፊቱ ንዝሰምዕዎ ከምዚ ይብሎም፣ ምዒንትኹም ግና ይርእያ፣ ኣእዛንኩም ድማ ይሰምዓ ኣለዋ እሞ ብሩኻት ኢኹም ብፁዓን ኢኹም ከመይ ብዙሓት ነቢያትን ጻድቃንን ነዚ ንስኻትኩም ትርእይዎ ዘለኹም ክርእይዎ ተመንዮም ከም ዘይረኣይዎ ነዚ ንስኻትኩም ትሰምዕዎ ዘለኹም ክሰምዑ ተመንዮም ከም ዘይሰምዕዎ ብሓቂ እብለኩም ኣለኹ ይብል ጐይታናን መድሓኒናን ተስፋናን የሱስ ክርስቶስ ፍቁራት ኣሕዋተይን ሓተይ ከመይቲ ብስራት ናይቲ ወንጌል ብሓቂ ብስራት እዩ ብስራት ብስራት ሰላም እዩ። ብስራት ፍትሒ እዩ። ብስራት ፍቕሪ እዩ። ፍቕሪ ኣምላኽ ንዓና እሞ ኸኣ ንሕና ከም ሞሳ ምስጋና ንሓድሕድና ክንፋቐር ከመይ ኣምላኽ ኣፍቂሩና ኣብ ምፍጣርና ኣምላኽ ኣፍቂሩና ኣብ ምድሓና ፍቁራት ኣሕዋተይን ሓተይን ብሓቂ እዚ ፍቕሪ እዚ ንሕርዳእ ንልብና ተንኪፍዎ ኮይኑ ሓጠቕ ኢሉና እንተ ኮይኑ ልባትና በዚ ፍቕሪ እዚ ነዲዱና እንተ ደኣ ኮይኑ ክንፍትሽ ፍቁራት ኣሕዋተይን ሓተይን ከመይ እንተ ደኣ ነዲዱና ከነፍቅር ጥራይ ኢና እንኽእል ንሓውናን ንሓፍትናን ንብጻይና ከም ርእስና ከነፍቅር ንእግዚኣብሔር ኣምላኽና ካብ ብኩለንትናና ቅድሚ ኩሉን ልዕሊ ኩሉን ከነፍቅሮን ከነቐምጦን ከመይ ንሱ እቲ መጀመርያ መንግስቱን ጽድቁን ድለዩ ኣምላኽ ድለዩ ከመይ ንሕና ናይ ኣምላኽ ኢና ናይ ዓርስና እውን ኣይኮናን ብኣኡ ንነብር ብኣኡ ንንቀሳቐስ ብኣኡ ህያዋን ንኸውን ፍቁራት ኣሕዋተይን ሓተይን እሞ ንሕና እውን ነዚ ንሰምዖ ኣሎና እቲ ህያው ቃል ሎሚ ኣብ ልባትና ከነሰላስሎ ከምኖና ማርያም